ሰላም ዝኸበርኩምን ፍትዋትን ቤተሰብ ናይዚ ቻናል ከመይ ትኾኑ ሎሚ ውን ከምቲ ልሙድ ፍልይ ዝበሉ ዛዕባታት ናባኹም ከብለልኩም እየ ካብ ኣመራርሓ ሰራዊት ሓራ መሬት ትግራይ ሓዱሽ ወቕታዊ ጉዳያት ዘተኮረ መልእኽቲ ከም ዝተባሃወ ተፈሊጡ ኣሎ ንተኸታታሊ ሰለስተ መዓልትታት ኣብ ሓያል ውግእ ትርከብ ኣርሚ ሰላሳ ሓደ ኣብ ምንታይ ኩነታት ኣላ ንዝብልን ኣብ ክልል ዓፋር ከተማ ኣብ ዓላ ምስ ነበርቲ ተጋሩ ዘተኮረ ዓሚቕ ህዝባዊ ዘተ ይካየድ ምህላውን እዋናውን ወታደራዊ ምንቅስቃሳት እውን ሕጂ ዝበጽሐና ሓበረታት ኣሎ ናባኹም ከብለልኩም እየ ክሳብ መወዳእታ እዚ ቪድዮ ሓቢርኩምኒ ክትጸንሑ በዚ ኣጋጣሚ እንዳዓደምኩ ቅድሚ ናብ ዝርዝራቶም ምስጋርና ግን እዚ ቻናል ንኽዓቢ እዚ ቪድዮ ድማ ናብ ኻልኦት ንኽበጽሕ ላይክ ሼር ኮመንት ብዓብዩ ድማ ሳብስክራይብ ብምግባር ጀምርዎ ኢኹም። ንተኸታታሊ ሰለስተ መዓልትታት ኣብ ሓያል ውግእ ትርከብ። ኣርሚ ሰላሳ ሓደ ኣብ ምንታይ ኹነታት ትርከብ ዝብል ዋና ዋና ነጥብታት ናባኹም ከብለልኩም እየ። ብርክት ዝበሉ መሕዘንቲ ብዜናታት ዝበፅሑና እንትኾኑ ሰለስተ መዓልቱ ኣብ ዝሓዘ ምክልኻል ሃገር ኢትዮጵያ ፋኖ ይገብርዎ ኣብ ዘለዎ ውግእ ንፋኖ ብምድጋፍ ኣርሚ ሰላሳ ሓደ ብኣንፈት ኮሮም ትማሊ ተፀንቢራ ኣላ። ብስሕተት ካብ ፋኖ ብዝተተኮሱ ሞርታር ሓንቲ ሓይሊ ናብ ኮር ሰለስተ ሙሉእ ንሙሉእ ዝተሰዎ እንትኾኑ ብኣይሱስ ተፅዒኖም ዝኸዱ ዝነበሩ ኣስታት 37 ተጋደልቲ እውን ብድሮን ተወቂዖም ክበሃል ዝበፅሐና መሕዘኒ ዜና እዩ። ሓምሳ ሓደ ተጋደልቲ ቅድሚ ናብ ውግእ ምእታዎም ዕጥቆም ደርቢዮም ክዳኖም ቀይሮም ይጠፍኡ ከም ዘለዉ ዝተሓበረ እቲ ውግእ ሕዚ እውን እናቐፀለ ኮይኑ ሓደሽቲ ዝተገፈፉን ውትድርና ዘይፈልጡን መስርዕ ንክመሉ ናብ ኣርሚ 31 እናኣተዉ ድማ ይርከቡ። እዚ ብምብጋስ ድማ እዋናዊ ወታደራዊ ምንቅስቓሳት tdf ኣብ ዝተገበረለን ከባቢታት ኣብ ዝተፈላለዩ ግንባራት ኲናት ንምጅማር ዝዓለመ ሰፊሕ ናይ ሓይሊ ኣሰላልፋን ፅምዶን ይግበር ከምዘሎ መረዳእታታት ይወፅ ኣለዉ። ብመሰረት ዝተረኸበ ሓበሬታ እውን እቲ ናይ ሓይልታት ምድልዳል በዞም ዝስዕቡ ቀንዲ ግንባራት ተዋፊሩ ይርከብ። እቶም ግንባራት ዝምልከት ድማ፣ ግንባር ሳምረ፣ ኣበርገድለ፣ ዋግ ኽምራ፣ ካብ ቅድሚት ክሳብ ሓሙሲት ተላጀ ዘሎ መስመር ኮይኑ፣ ኣርሚ ዕስራን ሽዱሽተን ናይ ኣገው ሸንጎ ሓይልታትን ተዋፊሮም ይርከቡ። ብግንባር ናቕሰገ እውን፣ ጻታ፣ የግብጂ፣ ሰቖጣ፣ ኣርሚ ሰላሳን ሓደን ምስ ናይ ኣገው ሸንጎ ሓይልታት ብምዃን ዝተሰለፉ እንትኾኑ፣ ብግንባር ኮረም ዛታ ናብ ሓሙሲት ሰቖጣ ዝነቀደ ናይ ኣርሚ ሰላሳ ሓደይ ምንቅስቓስ ዝተመዝገበ ኮይኑ፣ ግንባራት ደጉያት ማረዋ፣ ኣርጻጻ፣ ዛባላን ላሊበላን ናብ ሰሊ፣ ጋሸና ዘቕነዐ ኮይኑ፣ ናይ ፋኖ ሓይልታት እውን ምስ ናይ ትዲኤፍ ኣርሚን ዕስራ ን ኣርባዕተን ዝሓቖፈ እንትኸውን፣ መስመር ኣማያ፣ ተኩልሻ፣ ኣርሚ ዕስራ ኣርባዕተ ምስ ሓይልታት ፋኖ ብምዃን ትማሊ ምሸት ሰዓት ዓሰርተ ሓደን ፈረቓን ጀሚሩ ምንቅስቓስ ከምዝተጀመረ ተፈሊጡ ኣሎ። መስመር ቆቦ፣ ወልድያ፣ ወሰን ናይ ፋኖ ሓይልታት ኣርምን ሰላሳ ሰለስተን ተዋፊሮምሉ እንትርከቡ፣ መስመር ጨርጨር ክሳብ ዞብል ኣርሚ ኣርብዓ ሰለስተይ ምስ ሓይልታት ፋኖ ብምዃን ግንባር ዓፋር ወጀራት ደርጋዓጀን ኣራጉረ እዚ ግንባር እዚ ዝተኸበበ ተባሂሉ ዝተኸበደ ተባሂሉ ስለ ዝግመት ኮይኑታት ኣርሚ ዓሰርተ ሓሙሽተን ኣርብዓን ኣርባዕተን ተስዓን ሓ- ተስዓን ክልተን ሓይልታት ሻዕብያን ተዋፊሮምሉ ከም ዝርከብ ተፈሊጡሉ እዚ ሓይ ሓድሽ ምንቅስቓስ ድማ ኮነ ተባሂሉ ብተወሳኺ እውን ሓይልታት ሓራ መሬት ብቀሊሉ መቐለ ክቆፃፀር ይኽእል እዩ ካብ ዝብል ስግኣት ብምብጋስ ዋና ዋና ኣሃዱታት ዝተብሃሉ ሙሉእ ኣርሚ ዕስራን ክልተን፣ ሓንቲ ኮር ናይ ኣርሚ ኣርብዓን ክልተን ከም ተጠባበቕቲ ሓይልታት ተመዲቦም ከም ዘለዉ ዝተገለፀ ኮይኑ እዚ ውግእ እዚ ድማ tdf ኣብ ዘይማዩ ሰማዩ ዝዋፈ ዝስወኣሉ ዘሎ ምዃኑ ተነጊሩ ኣሎ። ብተወሳኺ እውን ኣብ ክልል ዓፋር ከተማ ኣብዓላ ምስ ነበርቲ ተጋሩ ዘተኮረ ዓሚቕ ህዝባዊ ዘተ ይካየድ ምህላይ ተፈሊጡ ኣሎ። ሎሚ ዕለት 21 ግንቦት 2018 ዓ ም ኣብ ክልል ዓፋር ከተማ ኣብዓላ ምስ ነበርቲ ተጋሩ ዝተዋፀ ህዝባዊ መድረኽ ዓሚቕ ዘተ ይካየድ ከም ዘሎ ተገሊፁ። እቲ ህዝባዊ ዘተ ብላዕለዎት ኣመራርሓ ምምሕዳር ከተማን ወረዳን ኣብዓላ ከምኡ እውን ብኣጋይሽ ተጋደልቲ ዝተመርሐ ኮይኑ፣ ኣብቲ መድረኽ ከንቲባ ከተማ ኣብዓላ መንእሰይ ሓሰን ምስ ካቢኔኦም፣ ኣመሓዳሪ ገጠር ወረዳ ኣብዓላ መንእሰይ ዓሊ ሻምበል ምስ ካቢኔኦም፣ ተጋዳላይ ሃፍቱ ኪሮስን ተጋዳላይ ጸጋይ ገብረተኽለን ተረኺቦም ነቲ መድረኽ ይመርሕዎ ኣለዉ። ኣብቲ ሎሚ ዝካየድ ዘሎ መድረኽ ዝተፈላለዩ ህጹጻትን ስትራተጂካውያን ኣጀንዳታት ቀሪቦም ሰፊሕ ክትዕን ምይይጥን ይገብርሎም ካብ ዘለዉ እቶም ቀንዲ ዛዕባታት ናባኹም ከብለልኩም። ህልው ኩነታት ትግራይ ብዝምልከትን ርክብ ህዝቢ ተጋሩን ዓፋርን ነቲ ዘሎ ታሪኻዊ ዝምድናን ጉርብትናን ንምጥንኻር ዘኽእሉ ዛዕባታትን ሓፈሻዊ ህዝቢ ቃልሲ ትግራይን ድሕንነት ሓይልታት ሰላምን ብዛዕባ ቀፃሊ ቃልሲ ውሽጣዊ ሓድነት ሓፈሻዊ ፀፅታን ፀጥታዊ ኩነታትን ክትትልን ከምኡ እውን ምንቅስቓስ ሓይሊ ሰላም ትግራይ ዝምልከት እንትኾኑ እቲ ዛኪድ ዝካየድ ዘሎ ዘተ ድማ ኣብ መንጎ ህዝብን ኣመራርሓን ዘሎ ምትእስሳር ንምስፍሕፋሕ ንቐጻሊ ጸጥታን ሰላምን ብሓባር ንምስራሕ ዓብዪ እጃም ከም ዘለዎ ካብቲ ቦታ ዝረኸብናዮ ሓበሬታ እዩ። ብተወሳኺ እውን ካብ ኣመራርሓ ሰራዊት ሓራ መሬት ትግራይ ሓድሽ ወቅታዊ ጉዳያት ዘተኮረ መልእኽቲ ብሻለቃ ሓዱሽ ከም ዝተብሃወ ተፈሊጡ ኣሎ። ጀግና ተጋዳላይ ሻለቃ ሓዱሽ ኣብ ወቅታዊ ጉዳያት ዘሕልፎ መልእኽቲ እንታይ ኣዩ ንዝብል ካብ ሓራ መሬት ጸለምቲ ከምዚ ክብል ድማ ኣዋጊዕና ኣሎ። ብቀጥታ ናብ ናይ ተጋዳላይ ሻለቃ ሓዱሽ ቪድዮ ካምርሐኩም እየ። ዘብለዐ ትዘስተየ ትደቁ ዝኸፈለ ህዝቢ ከምቲ ዝበልካዮ ተዋጊእና ሓምሳ ዓመት ሙሉእ ተዋጊእና ወለድና ተዋጊኦም ምንም ለውጢ ስለ ዘይረኸብና ሕጂ ግን ክንዋጋእ ኣይንኽእልን ኢሉ ህዝቢ ትግራይ የቕቢፁ ናብ ግፋኣት እዩ ደብረፅዮን ግን ትግራይ ሰላም እያ ዘላ ኢልዋ እንዳይሕስዮ ወደ ዋ ዓብዪ ሰብ ኣይኮዩ ረሲዕዎ ድዩ ብስሩ መንእሰይ ትግራይ ወርቂ ኣብዩ ከይበልዕ ገሉኡ እናሰበሩ ፈቐዶ ሽንጥሮ ፍጹም ኣብዚ ኣይትነብርን ኢኻ ኢሎም ንባዕሎም ብማሽንን ብስካቫተርን ገሮም ተንሸራጥሮ ሒዞም ኣብ ገዙ ኮፍ እንትበለ ከፍ ምባል ከሊኦሞ ንኣብነት ወዲያቦ ኣዶ ዋዕላ ኣብ መረብ ጀሚርካ ዘሎ በረኻታት ማሽናት ገሮም መንኣሰይ ክኣርዩ እተን ማሽን እውን ይሕድግዎም ኣለዉ ይኸትርዎ ባዕሎም እቶም ተጋደልቲ እዮም ብጣዕሚ ዝገርም ክሳብ ማእኸል ሃገር ሰዲዶመን ዝተፀናዓ ኣለዋ እዚ ነገር እዚ ዝገብርዎ ዘለዉ ባዕሎም እዮም እዋ መንእሰይ ንመን ኢኻ ክትስዋእ ኣብኡ ኮፍ ኢልካ እኒኻ ምስ መን ከ ኢኻ ክትዋጋእ ተኣልይዎም ዘለኹም ሰባት ድማ ናይዞም ሰባት እዚኦም ተጠየቕቲ እዮም ስኺልና ንዛረብ ዘለና ስኺልና ከይመስለኩ ሓደ ብሓደ ክሳብ ሕጂ ዝተንከፍናዮ ሰብ የለን ኣፅኒዕናኩም ኢና ግን ታይ ገበረኩም መንእሰይ ትግራይ ግደፍዎ እንዶ ኣብ ዛና ቀቲልኩም ኣብ ሽረ ብበትሪ ወዲእኩሞ እዋ ካምብታት ብመንእሰይ መሊኡ ኣይንጋደል እንተኸደ ደድሕሪኡ እናሰሓብኩም ትጎይ ዘለኹም ከም ሽፍታ መሓርዎ እንዶ መሓርዎ እንዶ እምበር ደብረፅዮን እኮ መንግስቲ ኣይኮነን ሽፍታ እኮ እዩ ቀደም ተሰሪዙ እዩ ኣረጋይስ ዕንጉለስ ይጋደል ተይፈተዎ ተጠዊቑ ትብሎ ንስኻ መን ኢኻ ወደይ ወይለ ስልካ ኣይትቐልድ ጌታቸው ናብዚ ኣይመፅእ እንታይ ኮይኑ ዘይመፅእ ዕንጉለ ዲኻ ትመልሶ መፅእ እባ ፅባሕ ክመፁ እዮም ንሶምስ ክመፁ እዮም ጅመርያ ተወዲኣ እያ ስሉሊ ቀልዲ ከይመስለኩም መንእሰይ ትግራይ ፈጽም ነዚ ኩሉ ነገር ዕዳ ባዕልኻ ከይትኸፍል ተጠንቀቕ ይኣኽለካ ስሜን ሸዋ ዝጠፋእካዮ ዓደርቃይ ዝጠፋእካዮ ደባርቅ ዳባት ዝጠፋእካዮ መንእሰይ ይኣክል ዋ ስምዑ በዓል ተንቤን በዓል ምብራቕ በዓል መቐለ በዓል ኩያ ደቅና ኣይንህብን ኢሉ ገጢሙ ገጢሙ እኮ እዩ ዞባ ሰሜን ምዕራብ ስርሒኹም ተፈቲሑ ናብ ቀምሽ ተቐይሩ ደቅና ኣይንህብን ዘይትብልዎም ምስ ደቅኹም ዘይትስውኡ ዋ ስማዕ ህዝቢ ሽረ ስኢሉ ቀልዲ ከይመስለካ ብደንቢ ተረዳእ በዓል ብርጅዋ ድማ ብርጅዋ ድማ ግደፍ በሎ እቲ ዝገፍፍ ዘሎ ኢድካ ኣእቲኻ ግደፍ በሎ ፍጹም ክኸውን ኣይኽእልን ብርጅዋ ግደፍ ንስኻ እውን ተጠያቒ ከይትኸውን ነግረካ ኣለኹ ደው ኢልካለይ እንታ እንታይ ክትብል ኢኻ ደው ኢልካለይ ጉድዋ እንታይ ክትረክብ ኢኻ ታባይ ዋ ሓዊ ከይተስሕርዎ ገዛ ከይተካርይዎ ቤተክርስትያን ከይተስሕምዎ ኢልካ ኣቲኻ እኮ ኢኻ ከምኡ ኢልካ ብርጅዋ በዓል ተስፋይ በዓል በሪሁ እዋ ወይለ እንታይ ደሊኹምና ፍጹም ኣይትደውሉልና ከመይ ኣለኻ ደሓን ዲኻ በሉ ተዘይኮይኑ ንዓ ዝብል ሰብ ከይድውለለይ ፀሓይ ምስ ዓረበ እንታይ ኢለ ዝመፅእ ኣይመፅን ሌባ ወዲ ሌባ ትድውሉ የለኹም ኣንቱም ሊያቡ እውን ትድውሉ ኣለኹም ይረኽቦ ኣለኹ እየ ኣብቲ መዋይለ ይረኽቦ ኣለኹ እየ ኣይቅበሎን ግን እዚኣ ተረዳእ እያ እኻ ዘይኸውን ፍጹም ክኸውን ዘይኽእል ሽፍታን መንግስትን ፍጹም ክኸውን ኣይኽእልን እዩ። እንታይ ዝገበረ መንእሰይ እዩ? ምስ መን ኢኻ ክትዋጋእ ኣንታ መንእሰይ? ምስ መን ኢና ክንዋጋእ ስትበልዎ ምስ መንግስቲ ምስ ፋኖ ኮንካ እኻ ንትግራይ ክትወግእ እኮ እዩ ዝበሃል ዘሎ ምስ ፋኖ ኮንካ እኻ ንመንግስቲ ንፌደራል ክትወቅዕ ኢኻ ዝበሃል ዘሎ ምስ ሻዕብያ ኮንካ እኮ ኢኻ ንመንግስቲ ንትግራይ ክትወዓ ትበሃል ዘለኻ ሓሶት እዩ ፍፁም ተጋዳላይ ድማ መሓሮ እንዶ ሓውካ እዩ ቤተሰብካ እዩ እንዳገፈፍካስ ኣነ ይጋደልን እየ ፍፁም ይኣኽለኒ እዩ ኣሕዋተ ወዲኤ ስርዓት እዚ ምንም ለውጢ ኣይረኸብናሉን ዝበለስ ባዕልካ ትፈልጥ እናበልካ ትገፎ ኣለኻ ትኽትክቶ ኣለኻ ብበትሪ ይኣኽሎ እንዶ ግደፎ ግደፍ እንዶ ተጋዳላይ ግደፍ ግደፍ ንብለካ ኣለና ክንጅምረካ ተለና መዓልቲ ንዓኻ ኣይጥዕመካ ንሕና ጻሪና ወዲእና ኢና ተሓተቲ ኢኹም በዞም መናእሰይ እዩ ሓደ መንእሰይ እንተጠፊኡ ተሓተቲ ፍጹም ጸለምቲ ማይ ጸብሪ ኩሉ በዓል ኒማ መዓት መንእሰይ ዓብልቕልቕ እዩ። እቲ ክጋደል እየ ዝበለ ይጋደል፣ ኣነ ክዓርፍ እየ ዝበለ ድማ ይዓርፍ። ጠርኒፍና ኣብ ሓደ ጠርኒፍና እንተ ወርቂ ክትኣሪ እንተ ካሊእ ክትሰርሕ ምጻእ እቶ ማይ ጸብሪ ዕሰል ከም መንእሰይ ሓውካ ኣይትቀጥቀጥ እንታይ ገርካ ትቅጥቀጥ ኣረ ኣዶ ትግራይስ ክልተ ሻብ ክትብድል እሞ ሰላም እዩ ዘሎ ሰላም እዩ ዘሎ ኢሉ ምግበይ ምንም ሻዕብያስ ይተንከፈናን ደጊመ ደጋጊመ ዝዛረቦ ዘለኹ ስማዕ ሻዕብያ ኣይበደልካን ኣብ ስግለጽ እምብላ ዝኹሉ መንእሰይ የጥፍኡ እዋ ታወን ከኣ መልሲ ኣብይኩም ኣብይኳ ፈሪሕኹም ተለኣሰ እንተለኣሰ ድምፂ ኣይተስምዑን ድምፂ ኣይተስምዕን ኣነ ንበይነ እዩ ወሪድኒ ስገደ ፅምብላ ኣድያቦ በዓል ተምቤን እንታይ ይገብሩ ኣለዉ? በዓል ዛና እንታይ ይገብሩ ኣለዉ? በዓል ምብራቕ እንታይ ይገብሩ ኣለዉ? ዞባ ሰሜን ምዕራብ ሽሬኹም ተፈትሑ ብክልተ ሰብኣይ ብድንኩልን ብምግበይ ንዕኦም ኮይ ዝመስሎም ዘሎ እምበር ይሕስቡ እኮ እዮም ዘለዉ። ፍጹም ሰላም ገርናያ ኢና መንእሰይ እንዳተጨወየ ቆልዓ እንዳተጨወየ ሚልዮናት እንዳተኸፈለ ሓቆም ንሶም እንታይ እትዎ ዘይስንኻ ጭንጫ ቁርጥመሉ እዩ እንታይ እትዎም ዘይቁስልኻ ዕንጨት እትወሉ እዩ እንታይ እትዎም ንሶም እንታይ እትዎም እዙይ ብደንቢ ተረዳእኻ ንሕና ፅባሕ ክነትግብራ ኢና ዘይኣቱ ዳ ፀለምቲ ሰብኣይ ተኮይኑ ምግበይ ዓዲ ጎብሩ በፂሕ ዝመፅ ዘሎ ከምዚ ይብሉና ኣለዉ ከምዚ ብግልፂ እየ ዝዛረቦ ዘለኹ ንምግበይ እየ ዝዛረብ ዘለኹ ምግበይ ተሓታቲ ኢኻ ስሩ ተተሰዊእና ጥራይ ተዘይኮይኑ እምበር ብደውና እንተሊና ምግበይ ተሓታቲ ኢኻ ከመይ ጌርካ ከም ትሕደድ ማለት ኢኻ ዋ መንእሰይ እንዳተጨወየ መንእሰይ እንዳሞተ መንእሰይ እንዳተገፈፈ ናትካ ሰራዊት እኮ እዩ ዝገፎ ዘሎ ዝቕጥቅጦ ዘሎ ኣብ ሪጅና ኢና ሰላም ሓይሊ እንታይ ኮይኑ እዩ ዝፈርስ ኣይፈርስን ፍፁም ሰራዊትካ እዩ ዝፈርስ ዘሎ ድዋሕዋሕ ዘሎ ናህና ማይ ሸውዓተ ሸሞንተ ሰብ ተሪፉ ኣብ ሓይልታትስ ስልካ ኣሎ ቢልካ ትጃሃር ሓሶት እዩ ፍጹም ክኸውን ኣይኽእልን ካብ ምህዶም ይትኩን ማ ንፈልጣ ኢና ዘይትኣቱ ደኣ ምዕራብ ዓመት ሙሉእ ተጃሂርኩም ዘይትኣቱ ደኣ ሰውትኩ ክንኣቱ ኢና ፅራሕ ባዕልና ኢና ነውርሰኩ ተፋናቕል ድማ እዮም ርስኹም ናብኡ ክትውሉ እምበር ፍጹም እዮም ርስኹም መንግስቲ እዩ ዝመልሰኩም ኣይኹንን ፈጺሙ ኣብ ሽረ ዘሎ ተፋናቀልን ኣብ ጸለምቲ ዘሎ ተፋናቀልን ሰማይን መሬት ዋ እዚዩ ብደንቢ ክትርድዎ ዘለኩም እዚዩ ተረዳ መንእሰይ ተረዳእኻ ፈጺሙ ክትርዳእ ዘለካ ዕሰል ሕይውን መንእሰይ ኣይትቀጥቀጥ ጎደፋ ዝበሃል ሓደ ግይጽ ግይጽ እንዳበለ ዝዛረብ ክሕስቡ እሞ ሓንቲ ታሪኽ ዘይብሉ እኮ እዩ ዕንጉለ ሓንቲ ታሪኽ ዘይብሉ ኩሎም ተም ዝጽውዖም ኣበይ ኣበይ ተዋጊእኹም ኣበይ ኣበይ ነርኩም ስትበሉ
እምበኣርከስ ክቡራትን ፍትዋትን ተኸታተልትና ዘረባ ሻለቃ ሓድሽ ከምዚ ክትሰምዑ ዝጸናሕኩም ይመስል ነይሩ። ክሳብ መወዳእታ ሓቢርኩምኒ ስለ ዝጸናሕኩም እንዳመስገንኩ ቅድሚ ምውጻኹም ግን እዚ ቻናል ንክዓቢ እዚ ቪድዮ ድማ ናብ ካልኦት ንክበፅሕ ላይክ ሼር ኮመንት ብዓብዩ ድማ ሳብስክራይብ ከይገበርኩም ከይትወፅኡ ኢኹም።